ሰላም ዝኸበርኩም ተኸታተልቲ ነጃት ቢዩቲ ቻነል ናይ ሎሚ ኣርእስተይ ኣብ ከባቢ ዓይንና ዝመፀና ምፅላም ከመይ ጌርና ንከላኸሎ ዝብል ካልኣይ ክፋል እየ ሒዘልኩም መፅየ ዘለኹ መጀመርያ ግን ዝኸበርኩም ተኸታተልቲ ንዛ ቪድዮ ትሪእዋ ዘለኹም ማለት እዩ ሳብስክራይብ ዘይገበርኩም ሳብስክራይብ ብምግባር ኣባላት ናይ ቻነለይ ክትኮኑ ብኽብሪ ይዕድመኩም ሐራይ እምበኣር ከምቲ ኣብ ዝሓለፈ ክፋል ዝረኣናዮ ኣብ ከባቢ ዓይንና ምፅላም ብዝተፈላለየ ምኽንያታት እዩ ዝመፀና ንሱ ድማ ካብ ዋሕዲ ድቃስ ካብ ድኻም ካብ ጉድለት ቫይታሚናት ከምእውን ካብ ውርሻ ክኸውን ይኽእል እዩ ንሎሚ ኣብ ከባቢ ዓይንና ምስ ዝጽልም ከብርሁልና ዝኽእሉ ክልተ ትሕዝቶታት ክንርኢ ኢና። ንሳቶም ድማ ብድንሽ ከምኡ'ውን ብኽያር ማለት ከክዩምበር ዝስርሑ እዮም። መጀመርያ ድንሽ ብደቂቕ መፋሕፍሒ ፋሕፊሕና መም ማዩ ክንጸምቆ ኢና። እቲ ማዩ ምስ ጸሞቕናዮ ከምዚ ክመጸልና እዩ። ጡጥ ነዳሉ። ዝኾነ ዓይነት ጡጥ ከምዚ እንድሕር ተረኺቡ ዝሓሸ እዩ። ሓራይ ነቲ ጡጥ በቲ ማይ ድንሽ ጌርና ኣተርኪስና ኣብ ተላጃ ስጋብ ብዝሕል ከነጽንሖ ኢና። ምስ ዝሓለ ንፍርቂ ሰዓት ዝኸውን ኣብ ዓይንና ኮፍ ኣቢልናዮ ብምጽናሕ ንጥቀመሉ ማለት እዩ። ከምኡውን ኽያር በዚ ኣገባባት እዚ ክንጥቀመሉ ንኽእል ቀዳማይ ብኸቢብ ኣርቂቕና ብምቑራፅ ኣብ ዓይንና ንዒስራ ስጋብ ሰላሳ ደቂቕ ነፅንሖ። እቲ ካልኣይ ኣማራፂ ድማ ከምታ ናይ ድንሽ ኣገባብ ጌርና ብደቂቕ ፋሕፊሕና መማዩ ንፀምቆ። እቲ ማዩ ምስ ፀሞቕናዮ በቲ ጡጥ ጌርና ኣተርኪስና ከነዝሑሎ ኢና ምስ ዝሓለ ንዒስራ ስጋብ ሰላሳ ደቂቅ ኣብ ዓይንና ብምጽናሕ ክንጥቀመሉ ንኽእል ማለት እዩ። ኣብ መወዳእታ ውን ድንሽን ኽያርን ብሓደ ጾሚቅና እትማዩ ነብርዶ ማለት ኣብ ናይ በረድ ገልቢጥና ማለት እዩ ናይ በረድ ቅርፂ ክሕዘልና መታን ስጋ ኣብ ዝበርድ ንፀንሕ ምስ በረደ ኣውፅእና ንዒስራ ስጋብ ሰላሳ ደቂቅ ኣብ ከባቢ ዓይንና ብምድራዝ ከነጽንሖ ንኽእል፣ ምስ ነቐጸ ድማ ንሓጽቦ ማለት እዩ። ብኸምዚ ኣገባባት ጌርና ብዝመረጽናዮ መንገዲ ክንጥቀመሎም ንኽእል ኢና። ሕራይ ዝኸበርኩም ተኸታተልቲ ብዘቕረብኩልኩም ዓጊብኩም ክትኮኑ ተስፋ ይገብር። ብኻልእ ትሕዝቶታት ስጋብ ዝመጸኩም ሰላም።